መጀመርያ እዩ ኣብዚ እዚ ናይ ደላይ ለውጢ ንእከብ ዘለና ንመጀመርያ ግዜና እዩ ንመጀመርያ ዝተኣከብናሉ እቲ ለውጢ ክቕፅል ስለ ዘለዎን ክጠናኸር ስለ ዘለዎን ብዙሓት ደለይቲ ለውጢ እውን ሓደ ክንከውን ስለ ዘለናን እዩ ናላሽ ኣዚ ደስ ዝበለኒ እቲ ምድላው ፈልጦ እየ ተደጋጋሚ ዘዳለዉ ምዃኖም ብዙሕ ፃዕሪ ምዃኖም ፈልጥ እየ ሓደ ፅቡቅ ነገር ዝረኣኽዎ ኣብዚ ብዙሕ መንእሰይ ምርኣየ እዩ ብዙሕ መንእሰይ ኣሎ እቲ መድረኽ ናቱ ምዃኑን ቀፃሊ እውን ናቱ መንበርን ናቱ ናይ ቃልሲ ኩነታትን እናመቻቸወ ዝኸደላ ዓዲ ንምምስራት እምበር ሽማግለ ንምሻም ከምዘይኮነ ክትርድኡ ይግባእ ኢለ እየ ዝሓስብ። ብዝኾነ ይኹን መንገዲ ኣብዚ ድማ ተሳትፎኻ ፍልይ ዝበለ ናተይ መድረኽ ኢንተልካ ፍልይ ኢልካ ቅድም ክትብል ኣለካ ፍልይ እውን ክትብል ኣለካ ቅድም እውን ፍልይ እውን ክትብል ኣለካ ኢለ እየ ዝሓስብ እዚ ክውሰድ ኣለዎ ኢለ እየ ዝሓስብ ኣብቲ ዝቐረበ ፅቡቕ እዩ ትግራይ ምስ ኣሸነፍናዮም ክነሽንፎም ኢና ግልፂ እዩ እዚ ነሽንፎም ዲና ናይ ነሽንፎም ዝብል ነገር ምንም ሕቶ ዝኣቲ ነገር የለን ባዕሎም ዝተሸነፉ እዮም ዝተሸነፉ ንሕና ሳዕ ገተምተም ንብል ሳዕ ንዳሎ ዝፀንሑ ሓይል እምበር ተሸኒፎም ድዮም ኣይተሸነፉን ኣብ ሕቶ ኣይኮነን እቲ ለውጢ ተውዚ ዘሎ ተኣኪቡ ዘለውን ኣይኮነን ጥራሕ ኣይኮነን ተውሽጢ ዘለውን እዩ ዓብዪ ማዕበል ኣለውሽጢ ዓብዪ ማዕበል ኣብቲ መንእሰይ ኣሎ፣ ዓብዪ ማዕበል ኣብቲ ሓረስታይ ኣሎ፣ ዓብዪ ማዕበል ኣብቱ ካሊእ ማሕበረሰብ ኣሎ፣ ኣብተን ኣደታት ኣሎ። እዙይ እዩ እቲ ሓደ ረበፅ። ካሊእ ዓብዪ ማዕበል ንሶም ዘይተረድእዎ እቲ ዝኽክዎ ዘለዉ ጠበንጃ ዝሓዘ ኣሎ። እቲ ጠበንጃ ዝሓዘ እውን ናትና እዩ። ጸላኢ ኣይኮነን ውሕዳት ጸላእት ክህልውና ይኸእሉ እዮም ኣኡ ዝተረፈ ግን ስውን ማዕበል እዩ እዚ ሒዝና እውን ክንስዕሮም ኢና ካልእ ኣብ ደገ ዘሎ ሓይለ ኣለና ቲፒኤፍ ኣሎ ቲፒኤፍ ይሽኩል እዩ ህዝቢ እንትሰኣ ከሎ ክግፈፍ ከሎ ዘንጊዕና ይብል እዩ ግን ተዳሊና ከም ንስዕሮም ኮይና ክንኣት ስለ ዘለና እዩ ከም እንስዕሮም ኮይና እምበር ከም እንታኾሶም ኣይኮነን። ምትኳስ ጥራሕ እኹል ስለ ዘይኮነ ምስዓር ማእኸል ገይርካ ክንኣቱ ስለ ዘለና። እዚ ድማ ምስ ኣብዚ ዘሎ ሕብረተሰብ ምስ ኣብዚ ዘሎ ደላይ ለውጢ ምትሕብባር ወሳኒ እዩ። ናይዚ ምድላው ናዚ ቁምነገር ወሳኒ እዩ። ኣቲናኸ ትግራይ እንታይ ኢና ንገብር? ዝብል ኣጀንዳ ተልዒሉ ኣሎ። ኣቲና ኣነ ኣቲና ንውዝግብ ንካሊእ ንካሊእ ዘይኮነ ክንገብር ዘለና ተጋሩ ሓደ ክንሻሻም የብልናን ኢለ ይሓስብ ኣነ ምሽሻም ክንሓስብ የብልናን ኢለ ዋላ ንቐፃሊ ክስራሕ ዝተባሃለ ሰነድ እውን ምሽሻም ክሓስብ የብሉን። ምም ህዝቢ ዝመረጾ መንግስቲ ይህሉ ካብ ታሕቲ ጀሚርና ካብ ጣብያ ጀሚርና ህዝቢ እናመረጸ እናመረጸ ምክሪ ቤት ይፈጥር ውሕዳት ፓርታት ክውክል ኣይክእለ ዋላ ፕረዚደንት ህዝቢ ይመርፆ ኢለ እየ ዝሓስብ ኣነ እቲ ምክሪ ቤት ይመርፆ ኢለ እየ ዝኣምን እዚ ናህንሓ እቲ ምክሪ ቤት ይመርፆ ስለዚ ማንም ነዚ ትግራይ ዝሸመሉ ዝሓረየሉ ሰብ ክህሉ የብሉን ህዝቢ ትግራይ ባዕሉ በዓል ገዛ ይኸውን እሞ እዚዩ ዝኸውን ተተሻሺምና ግን ክንብተን ኢና ኢለ ይኣምን እገለ ንእገለ ሸይምዎ እገለ ንእገለ ገይርዎ ንእገለ ሃምዚ ኮይኑ እናበልና ኢና ክንሻሻ ስለዚ እዚ ኣነ ክንጥንቀቕ ካብ ዘለናን ኣነ ክዝረቡ ነው የሰማዕኹን ዓንቶ እንዲኬት ኮይኑ እዩ ከም መናእሰይ እውን ናይ ዶ ኾን ይሸመኒ፣ ናይ ዶ ኾን ኸምዚ ይገብረኒ ዘይኮነስ ህዝቢ ክመርፀኒ ፅቡቕ ክሰርሕ ኣለኒ ኢልና ክንሓስብ እቲ ካሊኡ እውን ካሊእ ኣብዚ ሓደ ዝረኣኹዎ ቅድሚ ሕዚ እውን ዝረብ ዝነበረ ሽማግለ ምፅላእ እዩ። ሕማቕ ሽማግለ ምፅላእ ፅቡቕ እዩ። ንፅቡቕ ሽማግለን ንዝሕግዘካን ድማ ሒዝካ ምኻድ ሃፍቲ እዩ ኢለ እየ ዝሓስብ። ስለዚ ንዝሕግዘካ ሽማግለ ምፍታው ምሕጋዝ ኣዮኻ ምባል ዘለዎ ሓሳብን ተመክሮን ምጥቃም ናይ ብልጢ መንእሰይ እዩ ስለዚ እዚ ክንገብር ኣለና ኢለ ይሓስብ ከም ክስታይ ካሊእ እንታይ ይበል እዩ ይሸክስ ክኸውን እየ ቲፒኤፍ ትግራይ ሓይሊ ሰላም ናይ ሓደ ውድብ ከይኸውን ዝብል ጥርጣሬ ኣሎ እዚን ከብራህሮ ስለ ዝደለኹ እዩ ቲፒኤፍ ተቃዊሙ ዝወፅ ሓይሊ ናይ ቲፒኤልኤፍ ሓይሊ ኣይኮነን ኢልና ኢና ወፂና ኣይንሓዝልን ከይፈለጥና ዝሓዘልና እየ ይኣኽለና ሕቐይና ጉቢጡና ኣስዩውና እዩ ስለዚ ኣይንሓዝልን ኢልና ኢና ወፂእና። እቲ መንእሰይ እውን ኣይንሓዝልን ኢሉ እዩ ወፂኡ ኩሩ እዩ። ስለዚ ተመሊሱ ሓደ ሓደ እዋን ንስምረት ትብሉ ኢኹም ተመሊሱ ንስምረት ክሓዝል ኢልኩም ከይትሓሱ በቃ ኣውቅዑ ኣብ ትግራይሲ ናይ ፓርቲ ኣካል ምዃን ኣውቅዒ እዩ በቃ ሓድሽ ነገር እዩ ዝደሊ ሰብ የለን ክብለኩም ኣይኽእልን ግን ቲፒኤፍ ኣይገብሮን ዘብቀዐ ነገር ኢና ናልዕል ዘለና ዘብቀዐ ነገር እዩ ብሚድያ ክግልፅ ይረአ እዩ ምስ ሚድያ ከምዚ ኮይኖም ምስ ስብረት እውን ተራእዮም ኣኸባ እውን ገይሮም ምናምን ኣብኡ ዝተረኸበ እዩ ኣብኡ ዝተረኸበ ኣኸባ ይገብር ካብኡ ምስ መን ቦይኑ ድዩ ገለል ኢሉ ክቕመጥ ኣይኮነን ምስ ዘቃልሶ ሰብ ይኸውን ሕዚ ምሳኹም እኒኤና ኣብዚኣ ንምንታይ ኣብዚኣ ዘለዉ ሰባት ምስ እኒ ወደንጥሩ ምስ እኒ ደጀን ምስ ዶክተር ደጀን ተጸጋጊዑ ተራእዩ ኣሎ ከፍ ኢሉ ስለዚ ካልእ ኮይኑ ኣሎ ማለት እዩ ኣይኸውንን ስለዚ ንሕና ምስ ዘቃልሰናን ዝሕግዘናን ሓይሊ ኣለና ምሳኹም እውን ብሰንኩ ኲናት ኣቲና ኣለና። ኣብ ዓላ ዝገበሩና ኣኼባ ኣብኡ ዝተረኸቡ ስለ ዝተረኸቡ እዩ። ኣብኡ እውን እንዲያም ናይ ካሊእ ውድባት እውን ነይሮም እዮም። ግን ዋጭ ዋጭ ዋጭ ተባሂሉ ኣብ ምክር ቤት እውን ይግብኦም ድዩ ከምዚ ድዩ ተባሂሉ ምምኽኻር ነውሪ ኣይኮነን። ነውሪ ስለ ዘይኮነ ኢና ገይርናዮ። ምምኽኻር ምስ ፌደራል እውን ንስራሕ ሳዕ ዝበልና ምስ ፌደራል ምስራሕ እንተኢልና ምስ ዝኾነ ፓርቲ ምስራሕ ስለዚ ክትጠራጠሩ ዘይብልኩም TPF ናይ ኩሉኹም ሰራዊት እዩ ናይ ኩሉኹም ህዝብን ናይ ኩሉ ሃይማኖት ናይ ኩሉ ውድብ ናይ ኩሉ ማሕበረ ሶሻል ማሕበረሰብ ሓይሊ ምዃኑ ክትኣምኑ ኣለኹ ነዙይ ዝደሊ ሰብ እንተልዩ እውን የቑም ኣይ ዝደሊ ሰብ የለን ክብለኩም ኣይኽእልን ኣነ ኣይ እዚኣስ ሕግዝ እነብሉኒ ዝብለና ክህሉ ይኽእል ይኸውን ግን ኣይንሕግዝን ስለዚ ዘይንሕግዝ ምዃኑ ከተተኣመኑ ኣለኩም እዚ እውን ዘይዕላማናን ዘይግዛዕናን ምዃኑ ግምት እቲና ክንሪኦ እዩ ዘለና ካሊእ እንተኣተና ምስ ኣተና እንታይ ኢና ንገብር ዝብል ትኽክል እዩ ዝለዓል ዘሎ ብፀፅታት ኣይንገብር ብማሕበራዊ ጉዳይ እንታይ ንገብር፣ ብካልኦት እንታይ ንገብር፣ ብትምህርቲ እንታይ ንገብር ተባሂሉ ክሕሰብ ኣሎ። ምፍራስ ምስዓር በቂ ኣይኮነን ንትግራይ። ሕዚ ከይድና ካብኡ ዝሐሽና ምዃንና ንሕና ካብ ቲዲኤፍ ዝሐሽና ምዃንና እቲ ሕዚ ዝቋቋም ምኽሪ ቤት ድማ ካብቱ ኣደመ እየ ዝብሎ ዝሕሸ ምዃኑ ፍትሒ እንተንጊስና፣ ኣድልዎ እንተጥፊእና፣ ከባብያውነት እንተጥፊእና ከባብያውነት ብጣዕሚ ሓደገኛ እዩ። ከባብያውነት ሕዚ ከባብያውነት እንተጥፊእና ትግራይ ክነረጋግእ ኢና። ዝብተን ትድኤፍ ኣሎ ከመይ ኢና ንገብሮ? እንታይ እዩ ዝኸውን? ፀጥታ እንታይ እዩ ዝግበር? ክንሓስበሉ ኢና ሓሲብናሉ እውን ኢና። ስለዚ እቲ ኣብኡ ዘሎ ሓይሊ ናትና ሓይሊ ክሳዕ ዝኾነ እቲ ናትና ወሲድና ነመዓራርዮን ትግራይ ፀጥታ ምርግጋእን ምሕሳብ ሓደ ነገር እዩ ዓንቶ ይለዓል ነይሩ ብዛዕባ ናይ ፕሪቶሪያ ጉዳይ ብዛዕባ ዳር ደንበር እዚ እውን ናትና ስራሕ እዩ በቃ ንሕና ኣነ ኣብ ትግራይ መንግስቲ ምስ ተመስረተ ሓደ ኣጀንዱ ዓብዪ ኣጀንዱ ኢለ ዝሓስብ እቶም ታሕቲ ዘለዉ ዓድስ እቶም ዝተፈናቐሉስ እቶም ብስሜን ዘለዉ እቶም ኢሮብስ እቶም ጉሎ መኸዳስ ክሕሰበሎም ኣሎ ሕመራ ብቻ ጥራሕ ኣይኮነን ስለዚ ንዙ ዝሓስብ መንግስቲ ግን ንሕሰብ ንሕና በቃ ንሓስብ መንግስቲ መሪፅና ንሕሰብ ኢለ እየ ዝኣምን ስለዚ መድረኽ ብጣዕሚ ፅቡቅ እዩ ከምዚ እናገርና ኣጀንዳታት ምሓዝ ቁም ነገራት ምውሳድ ዝሐሸ እዩ ኢለ ስለ ዝኣምን እዚ ኣጋጣሚ እዚ ንሕና ደጊመ ንትግራይ ንቃለስ ሕዚ እውን ናይ መወዳእታ ክንቃለስ ተዳሊና ዘለና እምበር ናይ ማንም ፓርቲ ሓዘልቲ ዘይምዃንና ክገልፅ ይደሊ ኣቀንየለይ
እታ ዘረባይ ከምቲ ኣቦ ወንበር ዝሃበኒ ጌረ ከብል ክፍትን እየ። ሓደ ዝዕዘቦ ዘለኹ ኣብዚ በብሰሙኑ ንገብሮ ዘለና ኣኼባ እቲ ኣኼባ ናቀራርበና ናይ ሓሳብ ሓድነት እውን ክንህሉ ሓሳብና እውን እናረዘነ ክኸይድ ናብ መሰረታዊ ነገራት እውን እናተኮርና ክንከይድ እናገበረና ይኸይድ ኣሎ። ዕላምኡ እውን ንሱ እዩ። እዚ ኣብዚ እናተኣኻኸቦም ዓይነት ሓሳብ ዝሕዝ ሓይሊ እናወፀ እንደገና ድማ በብሓሙሽተ በብዓሰርተ እናኾነ ከምኡ እናገበረ እናባዝሖ እንተኸይዱ እቲ ናይ ለውጢ ሓይሊ እናተኣከበ ናይ ምኻድ ዕድሉ ዓብዪ እዩ። ኣብ ውስናት ነጥብታት እየ ከተኩር ዝደሊ። ሓንቲ ሀዚ ኣብ ትግራይ ክንገብሮ እንደሊ ዘለና ለውጢ ናይ ፖለቲካ ምሕደራ ለውጢ ብጣዕሚ መሰረታዊ እዩ፣ ብጣዕሚ ፋንዳሜንታል እዩ። ብኻሊእ መንገዲ ክገልጾ የሸግረኒ ስርዓታዊ ዝኾነ ነገር ስለ ዝነበረ መሰረታዊ ለውጢ ኢና ንጅምር ዘለና ኣንፈት ናይ ፖለቲካ ምሕደራ ናይ ትግራይ ንቕይር ኣለና እንታይ እዮም እቶም ኣፈላላይ ዝብል ብደንቢ ምርዳእ ፅቡቕ ይመስለኒ ኣብ ትግራይ ዝፀንሐ ናይ ፖለቲካ ምሕደራ ናይ ፖለቲካ ፓርትን መንግስትን ሓደ እዩ ኢልካ፣ ናይ ፖለቲካ ፓርትን ትግራይ ህዝቢ ትግራይን ሓደ እዩ ኢልካ፣ as if ህዝቢ ትግራይስ tplf ምስ ተፈጠረት ከም እተፈጠረ ብዘምስል ዓይነት መንገዲ፣ ናይ ፖለቲካ ፓርትን ናይ ኢኮኖሚ ምንቅስቃስን ኣብ ሓደ እዩ ዝጥርነፍ ኢልካ፣ ናይ ፖለቲካ ፓርትን ሰራዊትን ኣብ ትሕት ሰራዊ ኣብ ትሕት ፓርቲ እዩ ዝኸውን ኢልካ፣ እቁብ ተቆፃፂርካ፣ እድር ተቆፃፂርካ፣ ሓደ ንሓሙሽተ ኢልካ ሕብረተሰብ ጠሚርካ ሒዝካ ከመሓድር ዝደሊ ሓይሊ ኣሎ። እዚ ሓይሊ እዚ ብኸይዲ እዩ ተፈጢሩ፣ ኣብ ነዊሕ ግዜ እዩ ተፈጢሩ። ገሊኡ ምናልባት ብተንኮል ፈጢርዎ ይኾን፣ ገሊኡ ድማ ብግርህና ፈጢርዎ ይኾን፣ ነዊሕ ግዜ እዩ ገይሩ ተፈጢሩ። ሕዚ ድማ ዘበን ኣምፅእዎ እቶም ኣብ ትግራይ ዝነበርኩም መናእሰይ ተቓለስቲ እውን በብግዜኦም እናተቓለስኩም መፂኹም የለን እዚ መንገዲ እዚ ኣየኺደናን እዚ መንገዲ እዚ ኣይኺደናን ፓርትታት ናይ ኣባላተን ውዳበታት እየን ንፖለቲካዊ ስልጣን እየን ዝወዳደራ። ሰልጣን እንተሒዘን ዝበለፀ ዝገብረኦ ነገር ናብ ህዝቢ እናቕረባ ህዝቢ እናፈለጠን ብኣባላተን ፅሬት ብናይ ስርሐን ብቕዓት እናተመረፃ እየን ናብ ስልጣን ዝኸዳ። በዙይ ዝገብረኦ ውድድር ድማ ንቲ መንግስቲ እናሰሓላ እናሰሓላ ዝበለፀ ንህዝቢ መገልገሊ እናገበራ እየን ዝኸዳ። ስለዚ ሓደ ፓርትን ህዝብን ሓደ እዩ። ሓደ ፓርትን መንግስትን ሓደ እዩ። ሰራዊት ናይ ሓደ ፓርቲ እዩ። ኢኮኖሚ ኣብ ትሕቲ ሓደ ፓርቲ እዩ። እድር ኣብ ሓደ ፓርቲ እዩ። ሓዳር ከይተረፈ ኣብ ሓደ ፓርቲ እዩ ኣእትዩ ዝወስድ ፓርቲ ይኣኽለካ እዩ ዝበሃል ዘይኣታታእሽሙ። ስለዚ እቲ ኣፈላላይ ብግልፂ ምፍላጥ ፅቡቅ እዩ ዝመስለኒ ንቅድሚት እውን ጠቃሚ ስለ ዝኾነ እዚ ናይ ፖለቲካ ኣንፈት ንቀይሮ ናይ ትግራይ ናይ ፖለቲካ ኣንፈት ንቀይሮ ካብቱ ዝፀንሐ መግለላይ ዝኾነ ጠማራይ ዝኾነ ንኹላ ነገር እሱ እንድሕር ዘይተቋፃፂሩ ናብ እንተኣሽሙ ዘይኣቱ ብኸይዲ ድማ ደፊኡ ደፊኡ ዝኾነ ደደብ ኣብ ላዕሊ እንተቅሚጡ እቲ ደደብ ናይቲ ፓርቲ መሽነሪ ሒዙ ከም ድላዩ ንህዝቢ ትግራይ ኣብ ስቃይ እናእተዎ ኣብ ኹናት እናእተዎ ዝኸደሉ ናይ ፖለቲካ ምሕደራ ስርዓት ንቀይር እዩ እዙይ እቲ ፈንዳሜንታል ነገር እዙይ ኣብ ታሪኽ ኣብ ታሪክ ህዝቢ ትግራይ ካብቶም ኣብ እተፈላለየ እዋን ተገብሩ ዓበይቲ ጉዳያት ሓደ ኮይኑ እዩ ዝኸይድ እና እቲ ኣፈላላይ ብጣዕሚ መሰረታዊ እዩ እዚ ሒዝካ እዩ ዝኽየድ ዘሎ ንምባል እየ ሓንቲ ነጥቢ ከልዕል ዝደሊ እዚ ክንገብር ከለና ምፍራስ ኣንቶ ኣብቲ ኣነ ዝበፃሕኩሎ ሰፋ ይገልፆ ነይሩ ምፍራስ ክንብል ከለና እቲ ስርዓት ነፍርሶ እዩ ብካሊእ ስርዓት ንቀይሮ እዩ ብካሊእ ንህዝቢ ዝሓቁፍ መንግስትን ፓርትን ሓደ ዘየግብር፣ ፓርትን ህዝቢ ትግራይን ሓደ እዩ ኣፈላላይ የብሉን ዝብል መዝሙር ዘትርፍ ሓደ ፓርቲ ሰራዊት ሒዙ ጠመንጃ ሒዙ ባንኪ እውን ታንኪ እውን ሒዙ ህዝቢ እናተቆፃፀረ ዝኸደሉ ስርዓት ነትርፍ ዝብል ንጀምሮ እዩ። ኣብዚ ስዒርናዮም ኢና። ኣብዚ መተሓባበርቲ ናይዙ ሰላምን ለውጥን ቤት ምኽሪ ዝረእናዮ ነገር ድሕሪ ደጊም እዙ ሀዚ ዘሎ ስርዓት ሕማቕ እዩ ዝብል ነገር ሲ ህዝቢ እናፈለጦ ክቕይር ተላዒሎ ኣሎ ስለዚ እቱ መተካእትኡ ኣብቲ መተካእቱ ነተኩር ኢና ኢልና ኣብቲ መተካእቱ ክነተኩር ከለና ግት ዝሓለፈ እንተ እዩ እውን ሓደ ሓደ ግዜ መሊኡ ዘይፀረ ይፀንሕ እሞ ንእሽተይ ሽግር ይመፅእ እቲ ዝፈርስ ነገር እንታይ እዩ ስርዓት እዩ ዝፈርስ ህዝቢ ኣይኮነ ግዛዕ ኣይኮነ እቲ ስርዓት እዩ ዝፈርስ ስርዓት ድማ ብሓቆፋይ ዝኾነ መንግስቲ እዩ ክፈርስ ምፍራስ ማለት እቱ ቲፒኤልኤፍ ህዚ ቲፒኤልኤፍ እየ ዝብል ዘሎ ኣነ ቲፒኤልኤፍ ክብሎ ብጣዕሚ ዘፀግመለይ ምክንያቱ ኣነ ዝፈልጦ ቲፒኤልኤፍ ካልእ እዩ ንሱ ዝተኸሎ ስርዓት ናይ ጭቆና ስርዓት ንሱ ነወግድ እዩ ምፍራስ ማለት እዚ እዩ ናቱ መተካእታ ንስራሕ እዩ ሓደ እንታይ ሽሙ እና ኣብዚ ምፍራስ ዳርጋ ኩሉ ሰብ ይሰማማዕ እዩ። እቲ መተካእታ እንታይ እዩ ዝብል ዓንቶ ኣሰፋ ገሊጽዎ ነይሩ። ንቕድሚት ድማ ብበዝሒ እናተገለጸ ክኸድ እዩ። ኣነ ውሱናት ነገራት ኑቲ ጉዳይ ናብ ዘይምለሰሉ ደረጃ ዘብጽሓ ውሱናት ነገራት ኣለዋ፣ ኣብአን ኣተኲርና ክንሰርሕ ክንጥምት ኣለና ኢለ እየ ዝሓስብ። ሓደ፣ ህዝቢ ትግራይ ኣብ ላዕሊ ተወኪሉ መኺሩ ዝበዝሕ ሰብ ዝተቐበሎ እናወሰነ ዝኸደሉ ስርዓት ንትከል፣ ፓርላማ ይሃልወና። ፓርላማ ይሃልወና እታ ሓንቲ ዓባይ ነገር እዚኣ እያ። ካብ ኩሉ ናይ ትግራይ ናይ ፖለቲካ ኣተሓሳስባን ውዳበታትን ዝውከል ሰብ ዝቆመሉ ፓርላማ ይሃሉ። መሰረታዊ ጉዳያት ናይ ትግራይ ኣብቲ ፓርላማ ምይይጥ ይገበረሎም። እቲ ፓርላማ ይወስን። መቸም ፓርላማ ኩሉ ሚእቲ ብሚእቲ ክሰማማዕ እዩ ማለት ኣይከኣልን። ፓርላማ ሚእቲ ብሚእቲ ዝሰማምዐሎም ናይ ቲፒኤልኤፍ ስርዓት እዩ። ምኽንያቱ እከለ ኢዱ እንተውፂኡስ ንኡስ እናረኣኻ ኢድካ ውፅእ ስለዝበሃል ማለት እዩ። ስለዚ እዚ ፓርላማ ናይ ትግራይ መሰረታዊ ጉዳያት ናይ ኹናት፣ ናይ ሰላም፣ ናይ ልምዓት፣ ናይ ዲሞክራሲ ጉዳያት እናተማየጠ ብማጆሪቲ ዝውስን ክኸውን ኣለዎ። እንተ ኣንተ ወደን ጥሩ ዝብሎ ዝነበረ ንሓፂር ግዜ ይኹን ንሰለስተ ወርሒ ይኹን ንኣርባዕተ ወርሒ ይኹን ንሓሙሽተ ዓመት ይኹን ዝመርፅ ዝመሓድሮ መራሒ እውን ዝመርፅ ክኸውን ክኽእል ኣለዎ። ሓንቲ እዚኣ እያ። እታ ካልኣይቲ ታሕተዋይ ምምሕዳር ስልጣን ናይ ባዕሉ ክኸውን ኣለዎ። ናይ ወረዳ ቤት ምኽሪ መራሒኡ ዝመርፅ መራሒኡ ዘውርድ ክኸውን ኣለዎ። ናይ ወረዳ ቤት ምኽሪ ካብ ናይ tplf ቤት ፅሕፈት ዝምደበሉ ሹመኛ እናተቐበለ ዝኸድ ክኾን የብሉን። እዙይ ብፅንዓት ኣረጋጊፅናዮ ኢና። ኣብቲ መንግስቲ ኣብ ዝነበርናሉ እዋን ፅንዓት ኣካይድና ኣረጋጊፅና ኢና። ተጨበጣ ፅንዓት እዩ እዙይ። ናይ ውድብ ቤት ጽሕፈት እዩ ሰብ ዝምድብ ንሱ እዩ ናይ ስራሕ ፈጻሚ ዝኸውን እቲ ፓርላማ ናቱ ለማኒ እዩ ዝኸውን እታ ካልኣይቲ ኣገዳሲት ነገር እዚኣ እያ እታ ሳልሰይቲ ኣገዳሲት ነገር ናይ ጸጥታ ሓይልታት ካብ ናይ ሓደ ፓርቲ ወገንተኝነት ወፂኦም ናብ ናይ ትግራይ ፓርላማ ናብ ናይ ትግራይ መንግስቲ ተገዛእቲ እዮም ዝኾኑ ትብል እያ እዚአን ኣብቲ ማኒፌስቶና ተቐሚጠን እየን ሀዚ ንምንታይ እየ ዘልዕሎ ዘለኹ እንተልኩም እዚ ለውጢ እናመፀ ምስ ከደ ምልዋጥ ኣይተርፍን ክበሃል ከሎ ኣብዚ እውን ኣብ ትግራይ እውን ዝለዓሉ ነገራት ኣለዉ ኣብዚ ዝለዓል ነገር ምናልባት ናይ ዞባ መራሒ ቀጥታ ከይዱ ናይ ዞባ መራሒ ክኾን ዝደሊ ሰብ ይህሉ ይኸውን እዩ ናይ ካቢኔ ሓላፊ ክኾን ዝደሊ ሰብ ክህሉ ይኽእል ይኸውን እዩ ኣብ ትግራይ እውን ግን ከምኡ ዝመሰለ ነገር ኣሎ። እቶም ኣብ ትግራይ ዘለዉ ኣፅቂጦም ዘለዉ ዝቃለሱ ዘለዉ ሲ መንግስቲ ኣብ ኣዲስ ኣበባ ተመስሪቱ መፂኦም ልዕላና እንድሕር ዝጠዓን ኮይኑ በቃ ምድረ ሰማይ ዕንቁ ክንገብራ ኢና ዝብሉ ኣለዉ። ስለዚ ብናይ ትግራይ ናይ ቅድሚት ሰላም ክነምፅእ ንሓስብ እንተኾይንና ነናይ ባዕልትና ኢጎ ውሕጥ ኣቢልና፣ ነናይ ባዕልትና ድሌትን ኢንተረስትን ውሕጥ ኣቢልና፣ ህዝቢ ስልጣን ይረከብ እሞ ህዝቢ ዝወሰኖ ንቀበል ኢና ክንብል ዘለና። እዚኣ እያ ሓንቲ ዓባይ ነገር። ኣብ ትግራይ ኮይነ ይቃለስ ነይረ እየ ወይ ኣነ ኣብ ዓላ ኮይነ ይቃለስ ነይረ እየ ኣነ እየ ዝግበእኒ ኣነ እየ ዝግበእኒ እንተተባሂሉ እንደገና ነንባዕልትና ኣብ ሕምቢቲት ክንኣቱ ኢና። ሕዚ እውን ኣብዚ ኮይኑ ኑቲ ቤት ምኽሪ እኮ ዝቃወሞ ሰብ ዝበዝሕ ዝቃወሞ ሰብ ኣብዚ ኮይኖምስ መንግስቲ ይምስረቱ ኣለው እሞ ኣነ የትርፈኒ ኢሎም ስለ ዝሓስቡ እዮም ናይቱ ቤት ምኽሪ ማኒፌስቶ ግን ተፃሒፉ ዝወፀ ማኒፌስቶ ግን ናይ ገሊኡ ተፅሓፈ እዩ ናይ ገሊኡ ኣይተፅሓፈን ኣብ መቐለ ኮይነ ህዚ ክልውጥ እየ ለውጢ ደሊ እየ ኢሉ ዝንቀሳቐስ ሰብ ተፅሓፈ ነገር ኣይረእኹን ኣነ ናይ ትግራይ ማኒፌስቶ ተፃሒፉ እዩ ነፍርስ ኢና እቲ መንግስቲ ድሓር ሰላምን ምርግጋዕን ክንፈጥር ኢና ኣብ ሓፂር ግዜ ፓርላማ ክንፈጥር ኢና፣ ኣብ ሓፅር ግዜ ህዝቢ ስልጣን ክርከብ ክንገብር ኢና ኢና ንብል ዘለና። ከምዙይ ዝብል እንተልዩ ኣብ ትግራይ ኣብቲ ሰራዊት ኣሎ ኣብቲ ናይ ፖለቲካ ፓርቲ ገለ ኣሎ ይውፅኡ ፅሒፎም እዚኣቶም ወንጀለኛ ወንጀሉ ስርሑ የውፅኣዮ ኣብ ትግራይ ዘሎ ወንጀለኛ ስርሑ የውፅኣዮ ካብኡ ወፃእ ዘሎ ግን ተማኺርና ብሓደ ኮይና ንህዝቢ ንሃቦ እሞ ህዝቢ ዝገበረ ይግበር ክንብል ድልዋት ክንኮን ኣለና ኣብዩ ዘለና ይኹን መቐለ ዘለዉ መቐለ ዘሎ ገሊኡ ኣነ ከንቲባ ክኾን እየ'ሞ ደሓር ክሸሞካ እየ ኢሉ ዝዛረብ ሰብ ኣሎ። ሰብ ይፈልጥ እየ ኣነ። ካብዚ እውን ከምኡ ዓይነት ነገር ይመጽእ ይበሃል እዩ። እንደገና መሊሱ ናብ ሕምብቲት ከእትወና እዩ። እታ ህዝቢ ይወስን ትብል ስርዓት ኣቕሚጥና ብናይ ህዝቢ ስርዓት መሰረት ንኺድ ትብል ብደንቢ ሒዝናያ ክንከድ ክንክእል ኣለና። ምክንያቱ ድልየትና ናይ ትግራይ ሰላም እዩ፣ ናይ ትግራይ ልምዓት እዩ፣ ናይ ትግራይ ሓይሊ ምእካብ እዩ። ኸምዚ እዩ ክኸውን ዘሎ ኣብቲ ስርዓት ነቕምጦ ናይ ከተማታት ከንቲባ ብመን ይሽወም ካቢኔ ብመን ይሽወም ናይ ዞባ ሓለፍቲ ብመን ይሽወም ክነቕምጥ ንኽእል ኢና ቤት ምኽሪ ግን ሹም ይበሃል ሽም ይቐርበሉ እናርኣየ ክውስን ይኽእል እዩ ኣብቲ መጀመርያ ብወገን ብገለመለ ዝግበር ምጭብርባር ኣይህሉን ኣይብልን ክህሉ ይኽእል እዩ ግን ንሱ እናኸድና እናፈታሕናዮ ኢና ንኸይድ ብካሊእ መንገዲ ክንፈትሖ ኣይንኽእልን ስለዚ እቲ ኣልቲሜት ጎልና ክኾን ዘለዎ ትግራይ ቀልጢፍና ወንጀለኛታት ወጊድና ወንጀለኛታት ብወንጀሎም ክሕተቱ ብፍትሒ ክሕተቱ ገይርና። እቲ ካሊእ ሰብ ግን ኮፍ ኢሉ መቐለ ይሃሉ ኣዲስ ኣበባ ይሃሉ ኣብ ካሊእ ቦታ ይሃሉ ዓብ ዓላ ይሃሉ ኮፍ ኢሉ መኺሩ ንትግራይ ዝጠቅም እዚ እዩ ኢሉ ከውፅእ ምገብር ኣለዎ። ንሕና እታ ማኒፌስቶ እያ ናትና ኢልና ኣቕሚጥናያ ኢና። ብዕሊ ገይርናያ ኢና። እንኳን ዶብ ትግራይ ዘሎ ሰብይ ዘለኹም እውን ገሌኹም ብደንቢ ዘይረኣኹምዎ ሲግኒፊካንስ እውን ብደንቢ ዘይሓዝኩሞ ሰባት ትህልው ትኾኑ ኢኹም ንሱ ምፍላጥ ብጣዕሚ ኣገዳሺ እዩ ዝመስለኒ ክብል እየ ደልየ ካልኣይቲ ናይ ፌደራል መንግስቲ ዝተልዓሉ ነገራት ነይሮም ከመይ ኢኹም ገለመለ ዝብል ሓደ ሓደ ኣብቲ ፌደራል መንግስቲ ማ ዓንተወ ደጀን ገሊፅዎ ነይሩ እታ ዕላማና ኣቕሚጥና ኢና ፅሒፍና ናይ ፕሪቶርያ ስምምዕነት ብሰላማዊ መንገዲ ኣብ ተግባር ክነውዕል ኢልና ኣቕሚጥና ኢና እዚኣተን ንክንገብር ድማ ከመይ ጌርና መንግስቲ ከም ነጣይሽ ኣቐሚጥናዮ ኢና። ምስ መንግስቲ ኮፍ ኢልና ተፈራሪምና እዚኣ ልክዕ እያ ልክዕ ኣይኮነትን ዝተባሃልናዮ ነገር የለን። ግን ፓብሊክ እዩ። እዙይ ፈሊጥና እዮም ዝሕግዙና ዘለዉ። ኣብ ቀረባ ግዜ ድማ ምትእምማን እናወስኸ ከይዱ። እቲ ሓደ ሓደ እተልዓሉ ብጣዕሚ ጽቡቓት ነገራት ነይሮም። ሓንቲ ግን ኣብ መጨረሻ ከልዕላ ዝደሊ ኣብዚ ዘሎ መንእሰይሲ ከመይ ንግበሮ ዝብል ነገር ኣሎ። ኣነ ብቀዳማይ ተዘርብዩ ወይዘሮ ኣዳነች ኣምፅኡ እሞ ስራሕ ክበኩም ገለ ኢላትና እያ ፅቡቅ እዩ ኢለ እየ ስራሕ እውን ተጀሚረ ኣሎ መን እንታይ ኣሎ ዝብል ግን እቲ ዋና መፍትሒ ናብ ትግራይ ተመሊስካ ምእታው እዩ ኣብዚ ስራሕ እናሃብካ ምኻድ ኣይኮነን ንኣይ ዘሕስበኒ ትግራይሲ ኣብ ሰላሳ ዓመት ዝሃነፆ ሂማን ካፒታል ይጠፍእ ኣሎ ይኸይድ ኣሎ። ገሊኡ ኡጋንዳ ይኸይድ፣ ገሊኡ ኣሜሪካ ይኸይድ፣ ገሊኡ ኣብ ካሊእ ይኸይድ። ኣዲስ ኣበባ መፂኡ ዘሎ እውን ይምለስ ዶ ኣይምለስን ኣይፈልጥን። ናተይ ድሌት ኣብ ትግራይ ተመሊሱ ኣብ ትግራይ ህንፀት ክሳተፍ እየ ዝደሊ። ምክንያቱ ዓንዩ እዩ ትግራይ ገፊሕ ዝኾነ ናይ ህንፀት ስራሕ የድልዮ እዩ። ኣብዚ ህንፀት እዚ ልክዕ ከምቶም ካልኦት ካፒታላት ህዩማን ካፒታል የድልዮ እዩ። ስለዚ ቀልጢፍና እንምለሰሉ መንገዲ ንድለይ እዩ ዝኸውን እቲ ኣእሽሙ። ኣብ ወርሒ ንኣቱ ዲና? ኣነ ዓብዪ ተስፋ ኣለኒ ምኽንያቱ ፖለቲካሊ ተሳዒሩ እዩ። ኣንቶ ደጋፊ ይገልጾ ነይሩ። እቲ ናብ ትግራይ ዘሎ ሓይሊ ማ ተሳዒሩ እዩ። ሓይልና ምጥርናፍን ምውቃዕን እዩ ተሪፉና እምበር ክንኣቱ ንኽእል ኢና ኢለ እየ ዝኣምን። ሓንቲ እግረ መንገዱ ትማሊስ ምስ ሓደ በዓል ስልጣን ተራኺበ ነይረ፣ የውግዕ ነይረ። ንሓደ ዓብዪ ኣጀንዳ ተላዒሉ። ትግራይሲ ድርቂ ኣሎ ሀዚ፣ በረድ እውን ኣሎ። ንዓመታ ከቢድ ሽግር ክህሉ እዩ። ናይ ኢትዮጵያ መንግስቲ ንዚ ክኸውን ዝኽእል ሓገዝ ኣለዎ፣ ክገብር ይኽእል እዩ። ግን እቲ ናይ ፖለቲካ ናይ ሰኪሩ ስርዓት ተዘይተመዓራርዩ ህዝቢ ትግራይ ኣብ ከቢድ ፀገም ክወድቕ እዩ ዝብል ነገር ኣልዒሉ። ማለት ኩላትና ኣልዒልና፣ ኣነ እውን ኣልዒለ፣ እሱ እውን ኣልዒሉ። ንህዝቢ ዝሓስብ ሰብ ብዛዕባ እዚ እዩ ክሓስብ ዘለዎ ህዚ ብዛዕባ ኩናት ኣይኮነን ክሓስብ ዘለዎ ናይ ውክልና ኩናት ብዛዕባ ምግባር ኣይኮነን ክሓስብ ዘለዎ ንህዝቢ ዝሓስብ ሓይሊ ቀፃላይ ዓመት ህዝቢ ትግራይ ካብቲ ገጢምዎ ዘሎ ዓፀቦ ከመይ ጌርና ኢና ነውፅኦ ኢሉ እዩ ክሓስብ ዘለዎ ንሕና እውን ምስቶም ካልኦት ነገራትና ደሚርና እዚኣቶም ኢና ክንሓስብ ዘለና ዝብል ተኣሽሞ ኣለኒ። ብዙሓት ንኣብነት ናይ ፖለቲካ ፓርቲ ይፅድሐልና፣ ትግራይ ምድሓን እዩ ሀዚ ብጣዕሚ ጥቐምቲ ጠቐምቲ ሓሳባት ተላዒሎም ኣለው። ሙሉእ ሙሉእ ይሰማመዐሎም እየ። እታ ዋና ነገር ግን ሓደ ፖለቲካሊ ስዒርናዮም ኢና። ተወዲብና ምድፋእ እዩ ተሪፉና ዘሎ። እዚኣ ምሓዝ ብጣዕሚ ክተድሊ እያ። ምኽንያቱ ደው ዝብልሉ ፖለቲካ ናይ ፖለቲካ ኣጀንዳ የለን ሀዚ። እታ ትገብርዎ ዝብሉ ዘለዉ ኩናት እውን ናቶም ኩናት ኣይኮነን። ኣብዚ ግን ናይ ባዕልትና ጸገም ኢና ክንርኢ ዘለና፣ ናይ ባዕልትና ጸገም ኢና ክንፈትሕ ዘለና፣ ኣብ ውሽጥና ዘሎ ሕትኩቱኽ ኢና ክንፈትሕ ዘለና፣ እዚኡ እናተባህለ ውዒሉ። የቐንየለይ።